ንኢያሱ እንታይ ኢልዎ? መንገድኻ እንታይ ክጎን ክቐንዓካ ክሰልጠካ ኢሉ። እቲ ምቕንዓን እቲ ምስላጥንሲ ኣበይ ዝተመርኮሰ እዩ? ኣብ እግዚኣብሔር ኣምላኽ ዝተመርኮሰ እዩ። ረእዎ ኣብቲ ምድራዊ ናብራና ምቕናዕን ምስላጥንሲ ኣብቲ መንፈሳዊ ነገርካ ምስ ኣምላኽ ዘለካ ምስ ጸበቐ እዩ ውሽጣዊ ሰላም ትረክብ ምድራዊ ምቕናዕን ምስላጥን ከኣ ትረክብ። መዓስ ግን እብለና ነቲ ኣብኡ ተጻሒፉ ዘሎ ምእንተ ጠንቂቕካ ክትገብሮስ መዓልትን ለይትን ነቲ ቃል እንታይ ግበሮ ኣስተንትኖ እምበር ነቲ ቃል ሕጊ ካብ ኣፍካ ኣይትፍለዮ ሽዑ ኢሉ መንገድኻ ተቐንዕ እሞ ሽዑ ክሰልጠልካ እዩ። ስም ኣምላኽ ንዘለዓለም ይባረኽ። ዲስ ይሕዋተይ እቲ ምቕናዕን ምስላጥን ናይ መን እዩ? ናይ እግዚኣብሔር ኣምላኽ እዩ። እንድሕር እቲ ምቕናዕን ምስላጥን ናይ እግዚኣብሔር ኣምላኽ ተኾይኑ እንታይ ኢና ክንገብር ዘለና? ናብኡ ኢና ክንምለስ ዘለና። ናብ ቃሉ ኢና ክንምለስ ዘለና። ስም ኣምላኽ ንዘለዓለም ይባረኽ። ሕጂ ዝረኣናዮ እንታይ ርኢና መስልኩም? እቲ ምቕንዓን ምስላጥን ኣበይ እዩ ዘሎ? ኣብ እግዚኣብሄር ኣምላኽ ጥራይ እዩ ዘሎ። ኣብ ካልእ ኣይኮነን ዘሎ። ኣብ ትምህርቲ ኣይኮነን ዘሎ። ኣብ ፍልጠት ኣይኮነን ዘሎ። ኣብ ገለገለ ኣይኮነን ዘሎ። ኣብ ቃሉ ኣብ እግዚኣብሄር ኣምላኽ እዩ ዘሎ እቲ ምቕንዓን ምስላጥን። ኤርሚያስ እንታይ ኢሉ? ነቢ ኤርሚያስ ብዙሕ ዋጋ ዝኸፈለ ንቃልካ ረኸብክዎ እሞ በላዕኽዎ ኢሉ ቃላትካ ሓጎሰይን ፍስሃ ልበይን ኮነኒ ኢሉ እዚ ፍስሃ ልበይ ወይ እዚ ሓጎስሲ ገለ ነገር ረኺብካ እትረኽቦ ዘይኮነሲ ብሓቂ ውሽጣዊ ዋላ በቃ ዝኾነ ነገር ርኸብ ኣይትርከብ ኣብ ውሽጥኻ ዝፍጠር ናይ እግዚኣብሔር ሓጎስ ናይ እግዚኣብሔር ፍስሃ እዩ። ካበይ ረኺብዎ ካብ ቃሉ እቲ ቃሉ ከ እንታይ ኣለዎ መንፈስ ኣለዎ ህይወት ኣለዎ። ስለዚ ረእይዎ ቀዳማይ እንታይ ርኢና ምቕናዕን ምስላጥን ኣበይ ዘሎ ኣብ እግዚኣብሔር ኣብ ቃሉ እዩ ዘሎ። በቲ መንፈሳዊ ይኹን በቲ ምድራዊ ይኹን ምቕናዕን ምስላጥን ኣበይ ዘሎ ኣብ ቃል እግዚኣብሄር እዩ ኣምላኽ ዘሎ። እቲ ካልኣይ ከኣ እቲ ሓጎስን እቲ ፍስሓንሲ ኣበይ እዩ ዘሎ? ኣብ ቃል ኣምላኽን ኣብ እግዚኣብሄርን እዩ ዘሎ። ስም ኣምላኽ ይባረኽ። ቃሉን እግዚኣብሄርን ክፈላለዩ ኣይክእሉን እዩ። ኤርምያስ እንታይ ኢሉ? ኤርምያስ ተርእናሲ ዓብዪ ነቢ ናይ ኣምላኽ ዝነበረ እዩ። ኣብቲ ግዜ እቲ ብዙሕ ዋጋ ዝኸፈለ እዩ። ንሱ ግን ንቃል ኣምላኽ እንታይ ገብሮ ነይሩ ይበልዖ ነይሩ ይዋተይ እዚ ኤርምያስ ዝበሃል ሰብኣይ ኔቢ ንቃል ኣምላኽ እንታይ ገብሮ ነይሩ ይበልዖ ነይሩ ንሕና ሽግር እንታይ ኮይኑ መስልኩም ንሕና ካብ ቃል ኣምላኽ ንበልዕ መግብ ንበልዖ ይበዝሕ ካብቲ ቃል ኣምላኽ ምብላዕሲ እንጌራ ንበልዖ ይበዝሕ እንጌራ በሊዕኻሲ ኣበይ ከብጽሓካ ቃል ኣምላኽ ግን ነዊሕ መንገዲ እዩ ዘሳልየካ ብሓጎስ ብፍስሃ ብምስላጥ ብምቕናዕ ነዊሕ ክሳብ ክርስቶስ ዝመጽእ እንታይ ይገብረካ የሳግረካ ኣብቲ ተስፋ ዘይብሉ ተስፋ ይኾነካ ኣብቲ ዝደኸምካሉ ብርትዐ ይኾነካ ኣብቲ ዝጸልመተካ ብርሃን ይኾነካ ሃለሉያ ስም ኣምላኽ ንዘለዓለም ይባረኽ ትንቢት ኤርምያስ ምዕራፍ ዓሰርተ ሓሙሽተ ጥቕሲ ዓሰርተ ሽዱሽተ እንታይ ይብለና? ወእግዚኣብሄር ኣምላኽ ሰራዊት ቃላትካ ምስ ረኸብኩ በላዕኽዎ፣ ብስምካ ተሰምየ እሞ ቃላትካ ሓጎሰይን ፍስሃ ልበይን ኮነኒ። ሃለሉያ ስም ኣምላኽ ይባረኽ። ትሪእዎ ዶ ኣለኹም? ኤርምያስ ናይ ኣምላኽ ሰብ እንታይ እዩ ኢሉ? ወእግዚኣብሔር ኣምላክ ሰራዊት ቃላትካ ምስ ረኸብኩ በላዕክዎ ኢሉ ዲሲ በላዕክዎ ብስምካ ተሰሚየ እሞ ቃላትካ ሓጎሰይን ፍስሃ ልበይን ኮነኒ ዋው ስም ኣምላኽ ይባረኽ ይሕዋተይ ካብ ሎሚ ጀሚርና ካብ ብዙሕ መግቢ ምብላዕ ብዙሕ ቃል ኣምላኽ ምብላዕ ንልመድ ምኽንያቱ ዳዊት እንታይ ኢሉ መሲሉ ካብቶም እኽሎምን ወይኖምን በሊዖም ዝሕጎስዎሲ ኣብሊጽካ ሓጎስ ኣብ ውሽጢ ኣንበርካ ምኽንያቱ ካብ ብልዕን መስተን ንላዕሊ ከሕጉሰካ ዝኽእል ቃል ኣምላኽ ምስ ትበልዖ እዩ